ሰላም ሰላም ተኸታተልቲ መደብ ጩራ ፍልጠት ከመይ ኣለኹም ከመይ ጸኒሕኩም ንሎሚ መቐጸልታ ናይ ዝሓለፈ ቪድዮና ኢንትሮዳክሽን ርኢና ነርና ዊንዶውስ ቴን ንጀመርቲ ማለት እዩ ፎር ቢግነርስ ኢንትሮዳክሽን ርኢና ኔርና ኣብ ዝሓለፈ ሎማዓንቲ ቀዳማይ ክፋል ክንርኢ ኢና ማለት እዩ ብዛዕባ ስታርት ሜኑ ኣብ ዝሓለፈ ስታርት ሜኑ ኣበይ ከም ዘሎ እቲ ኣስማት ሓፈሻዊ ዝኾነ ሕፅር ዝበለ ርኢና ኔርና ሎሚ ከዓ ብዛዕባ ስታርት ሜኑ ሓደ ብሓደ ክንርኢ ኢና ማለት እዩ ስታርት ሜኑ ዝበሃል እዚ ማለት እዩ ኣቀዲመ እንታይ ኢለኩም ነይረ ዊንዶው ሰቨንን ዊንዶው ኤይትን ብሓንሳብ ገይሮም ኣጣሚሮም ዘማዕበልዎ እዩ እዚ ዊንዶውስ ቴን ኣድቫንስድ ኮይኑ ካብቲ ዝሓለፈ እናተመሓየሸ ዝመፀ ኢልና ነይርና ዊንዶው ሰቨን ከምዚ ዓይነት ስታርት ሜኑ ናቱ ከምዚ ዓይነት እዩ ነይሩ ከምዚ ብፀጋማይ ወገን እዚ ንሪኦ ዘለና ማለት እዩ ዊንዶው ኤይት ከዓ ናቱ ስታርት ሜኑ ብከምዚ ዓይነት እዮም ኣዳልዮሞ ነይሮም ማለት እዩ ሽዑ ዊንዶው ቴን ከኣ እቲ ስታርት ሜኑ ክልቲኡ ዊንዶው ሰቨን ፕላስ ዊንዶው ኤይት ጌሮም ብሓንሳብ ዊንዶውስ ቴን ኣማዕቢሎም ኣድቫንስድ ጌሮሞ ማለት እዩ እጂ ስታርት ሜኑ ኣብዚኣ ሓንቲ ክሊክ ምስ ጠወቕና ሆቨር ምስ ገበርናያ ኣብ ልዕሊኣ ሆቨር እንድሕር ጌርና ኣንጸልለው ተቢልናያ ጥራይ ስታርት ምዃኑ ትነግረና እያ ልክዕ ኣብኣ ዋን ክሊክ ምስ ጠወቕና ስታርት ሜኒው ብቐጥታ ንረክብ ሕጂ ኣብ ስታርት ሜኒው ኣልፋቤቲካል ገይሩ ይሰሪዕልና ዘሎ ግን ቅድሚ ኣልፋቤቲካል እንታይ ገይሩ ሰሪዕዎም ኣሎ ሓድሽ ዳውንሎድ ዝገበርናዮ ብላዕሊ እዩ ዝመፀ እዚ ሕጂ ሓድሽ ዳውንሎድ ዝገበርክዎ እዩ ካብኡ እውን ካልእ እውን ብዙሓት ኣለዉ እዚኣ ኣርዊ እዚኣ እንድሕር ጠዊቕናያ እቶም ካልኦት ዳውንሎድ ዝኾኑ ብምሉኦም እዚኦም ተርእየና ማለት እዩ ኣብ ቀረባ እዋን ዳውንሎድ ዝኾኑ ብቅድሚት እያ ተፅንሓልካ ድሕሪ ዞም ዳውንሎድ ዝኾኑ ትሰርዓልና እንታይ እዩ ሞር ዩዝድ ዝኾኑ ሞስት ዩዝድ ዝኾኑ ብዙሕ ግዜ ንጥቀመሎም ኣፕሊኬሽንስ ከዓ ብቅድሚት ተምፅኣልና ብድሕሪ እዚ እንታይ ብናምበርስ ኣስማቶም ብናምበርስ ተቐሚጡ ዘሎ እያ ተምፅኣልና ብድሕሪኡ ከኣ ብኣልፋቤት ኤቢሲዲ እናበለት ክሳብ ዘድ ኣስማት ናቶም ሰሪዓ ተምጽኣልና ማለት እዩ። ስለዚ ዝደለናዮ ኣፕሊኬሽን ዳውንሎድ ዝገበርናዮ ዘበለ ኣብ ላፕቶፕ ናትና ኣብዚ ስታርት ሜንዩ ንረኽቦ ማለት እዩ። ግን ምናልባት ብሽሙ ተዘይረኺብናዮ ተሓቢኡ ክህሉ ይኽእል እዩ። ዝኾነ ከምዚ ዓይነት ኣረው ንታሕቲ ምልክት ዘለዎ እንተደኣ ርኢና ኣብኡ ክህሉ ስለዝኽእል ኣብዚ ፋይል እዚ ህጂ ካልእ ክህሉ ይኽእል እዩ። ኣብዚ ሕጂ ሓንቲ ኣላ ማለት እዩ ኣብዚ ኣብዚኣ ከማን ሓንቲ እያ ዘላ ከምኡ እናበልና ክንሪኦ ንኽእል ኢና ኣብዚ ክልተ ጸኒሐናኒ ስለዚ ኣብዚኣ ንታሕቲ ኣረው ምልክት ንሪኣ ዘለና ኣብኡ ዝተሓብአ ክህሉ ስለ ዝኽእል ንዕኡ ጠዊቕና ንታሕቲ ሸረር ኢሉ ንታሕቲ ምስ ወረደ እንታይ እንታይ ከም ዘለውና ርኢና ዝደለናዮ ክንከፍት ንኽእል ኢና ማለት እዩ ኣብኡ ከለና እዚ ብዚ እንተ መጺእና እዚ እቲ ኣድሚኒስትረተር መን ምዃኑ ትነግረኒ ኣላ ኣብ ከለና ብሳርቲ ሜኒ ተሃሪምና እዚ ይመጸልና ኣብዚ ሃሪምና ከዓኒ ሽፍን ከነብሎ ወይ እዚ ክንከፍት ንኽእል ኢና ማለት እዩ ኣብዚ ዶኮመንት ኣለና ኣብዚ ስእሊ ኣለና ካብዚ ክንከፍቶም ንኽእል ኢና ነዚኣቶም ማለት እዩ ቀጥታ ካብዚ ስታርት ሜኑ ንኸፍቶም ኣለዉ እዚኦም ብዙሕ ግዜ ንጥቀመሎም ስለ ዝኾኑ ኣብኡ ፒን ኮይኖም ዝፀንሑ ባዕልና እውን ፒን ክንገብሮም ንኽእል ኢና ማለት እዩ ካብኡ ቀፂልና ካብ ስታርት ሜኑ ብኣልፋቤቲካል ተሰሪዑ ዘሎ ቀፂልና ኣብዚ ቴይልስ ታስክ ንኸይድ ማለት እዩ እዚ ቴይልስ ባር ቴይልስ ታስክ እዩ እዚ ቴይልስ ታስክ ከዓኒ ብዙሕ ግዜ እንጥቀመሎም ኣፕሊኬሽንስ ካብዚ ምፅኢና ኣብዚ ክንገብሮም ንኽእል ኢና ወይ ኣብዚ ዝነበሩ ከዓ ቦትኦም ክንመልሶም ንኽእል ኢና ማለት እዩ እዚ ኣብዚ ራይት ክሊክ ጠዊቕና እንታይ ኢና ክንገብሮ ደሊና ፒን ክንገብሮ ደሊና ኣምፒን ክንገብሮ ደሊና ስለዚ ፒን እያ ነይራ ኣብዚ ኣምፒን ኮይና ከይዳ ኣላ ማለት እዩ ኣብዚ ሕጂ ካልእ ኩስ ከምፅእ ይኽእል እየ ነዚኣ ርእታ ኣድላይ ኣይኮነን ስለዚ ጠወቕክዋያ እንታይ ክገብር ነይሩኒ ጠዊቐ ክሊክ ገይረ ይሕዛ ምሽ ከላ ሽዑ ኣብዚ የምፃ ማለት እዩ ኣብዚ የምፃ ስለዚ ራይት ክሊክ ገይረ ፒን ኮይና ኣላ ተጠቂዓ እያ ዘላ ማለት እዩ ኣምፒን ገይረ ቀልጣ ይኽእል እየ ማለት እዩ ኣምፒን እንድሕር ገይረያ ንሳ ኣብ ታሕቲ ክትከይድ እያ ማለት እዩ ግን ናታ ሳይዝ እንታይ ዓይነት ሳይዝ ክትከውን ይደልያ ከምዚኣ ንእሽተይ ተደልየ ሳይዝ ናታ ክቀያይሮ ይኽእል እዩ በዚ ራይት ክሊክ ጠው ብምጥዋቕ ኣብዚ ማእከላይ ክገብራ ይኽእል ናብዚ መጸ ራይት ክሊክ እንተ ጠዊቐ እንታይ እየ ከመይ ዓይነት እያ ክትኮነለይ ዝደሊ ንእሽተይ ድየ ክገብር ዝደሊ ማእከለይቲ ዋላ ሰፋሕ ብሬድ ኢልዎ ዘሎ ስፊሕ ማለት እዩ ድየ ክገብሮ ዝደሊ ወይ ከዓ ዓብ እየ ክገብሮ ዝደሊ ከምዚ እውን ክገብሮ ይኽእል እየ ማለት እዩ እዚ ራይት ክሊክ ምስ ጠወቕና ንረኽቦ ኦፕሽን እዩ ማለት እዩ ድሕር ኣንኢንስታል ክገብራ ደሊካ ኣብዚኣ ኦብ ኢንስታሌራ ትብል ዘላ ኣንኢንስታል ይገብራ ማለት እዩ ነታ ኣፕሊኬሽን ስለዚ ማእከለይቲ ዝኾነት ክትኮነለይ መታን ከምዚ ማዕረተን ካልኦት ክትከውን ይገብራ ካልእ ሞር ድብል ኦፕሽንስ እውን ኣለና ብላ ራይት ክሊክ ምስ ጠወቕና ኣብዚ ሞር ድብል ኣሎ ኣብዚ ሞር ድብል እውን ዝተፈላለዩ ኦፕሽንስ ኣለውና ሸር ዲና ክንገብሮ ደሊና ኣብዚ ናቱ ፕሮፖርቲ ዲና ክንርኢ ንደሊ ዝተፈላለየ ነገር ፒን ኣንፒን ዲና ክንገብሮ ብዙሕ ኦፕሽንስ ኣለውና ኦፕሽንስ ኣብ ዝርኢና እንዳንበብና ዝደለናዮ ነገር ክንገብር ንኽእል ኢና ማለት እዩ እዚ ታስክ ባር ይቕሬታ ቴይል ባር እዩ ወይ ድማ ቴይል ታስክ እዚ ቴይል ባር እዚ ሽሙ ክንቅይረሉ ንኽእል ኢና ሞስት ዩዝድ ኣፕስ ወይ ድማ ኣፕሊኬሽንስ ዘሎ ፕሮዳክትስ ክንገብሮ ንኽእል ኢና እዚ ምስ ኣቢልና ፕሮዳክት ክንገብሮ ንኽእል ኢና ክንቂረሎም ንኽእል ኢና ኣስማቶም ምክንያቱ ኣብዚ ንሕና ክንጥቀመሎም ኢልና ቀሚጥናዮም ስለ ዘለና ፀገም የብሉ ብቐጥታ ከዓ ካብዚ ክንከፍቶም ከዓ ይከኣል እዩ ማለት እዩ ንኣብነት እዚ ማይክሮሶፍት ስቶር ብዙሕ ኣፕሊኬሽንስ እነውርደሉ ስቶር ማለት እዩ። ልክዕ ከምዚ ኣብ ናይ ቴሌፎናት ኣንድሮይድ እንረኽቦ ፕለይ ስቶር ልክዕ ከምኡ እዩ። እዚ ኣብዚ ከፊትና ሰርች ጌርና ዝደለናዮ ማለት እዩ ኣብዚ ሰርች ባር መጺና ዝደለናዮ ኣፕሊኬሽንስ ከነውርድ ንኽእል ኢና ካብዚ ማለት እዩ። እዚ ሕጂ እቲ ታስክ ቴይል እቲ ቴይል ታስክ ዝበሃል ቦታታት እዚ እዩ ማለት እዩ ስለዚ ብዛዕባ እዚ ስታርት ሜን እዩ ሎመዓንቲ ዝነበረ ትምህርትና ስታርት ጠዊቕና እንታይ እንታይ ክንረክብ ንኽእል ነዚ ከመይ ጌርና ኢና ኣጀስት ንገብሮ ማለት እዩ ስለዚ ካብዚ ኣምፂእና እንታይ ክንገብር ንኽእል ኢና ካብዚ ምስ ከፈትና ሓደ ኣብዚ ፒን ክንገብሮ ንኽእል ኢና ኣብዚ ታስክባር እዚ ፒን ክንገብሮ እንተደኣ ደሊና ዝኾነ ካብዚኦም ምስ ከፈትና ኣብዚ ፒን ንገብሮ ማለት እዩ ንኣብነት ማይክሮሶፍት ኢጅ የለን ምሽ እዚ ከፊትና ኣለና ከም ዝተኸፍተ ኣብዚ ይድሕብረና ኣብዚ ምስ ሓበረና ኣብዚ ራይት ክሊክ ንጥውቕ ራይት ክሊክ ምስ ጠወቕና ዝህበና ኦፕሽንስ ኣለዎ ኣብዞም ኦፕሽን እዚኦም ፋስት ዝብል ዘሎ ፒን ንገብሮ ብዚ ማለት እዩ ነዚኣ ምስ ጠወቕና እዚኣ ዋላ ምስ ዓፀናያ ሕጂ ተኸፊታ ከም ዘላ ዘመልክት እዚኦም ኣብዚ ዘለዉ ኣፕሊኬሽንስ ብምልኦም ተኸፊቶም ከም ዘለዉ ዘመልክተልና ኣብ ታሕቲ ሰማያዊ መስመር ገይሩ ኣስሚሩሎም ኣሎ እዚኦም ግን ፒን ኮይኖም እዮም ግን ኣይተኸፍቱን ኣለዉ እዚኦም ፒን ኮይኖም እዮም ግን ኣይተኸፍቱን ቀፃሊ ስለ እንጥቀመሎም ኣብዚ ነምፅኦም ማለት እዩ ስለዚ ፒን ኮይኖም እዮም ኣይተኸፍቱን ኣለዉ ዝተኸፍቱ ግን ዳሽ ጌር ተገይርሎም ኣሎ ኣንደርላይን ተገይርሎም ኣሎ ብሰማያዊ ዝኾነ ሕንፃፅ ማለት ስለዚ እዚኣ ሕጂ ፒን ጌርና እያ ኢና ግን ክንዓፅዋ ኢና ንዓፅዋ ምሽ ግን ኣይትጠፍእን እያ ምክንያቱ ኣብዚ ለጢፍና ኣቐሚጥና ኣለና ብዙሕ ግዜ ንጥቀመላ ስለ ዝኾነት ማለት እዩ ስለዚ ንሎማዓንቲ ዝነበረት ብዛዕባ እዛ ቀዳመይቲ ክፋል ስታርት ሜንዩ ስለ ዝነበረት ብዛዕባ ስታርት ሜንዩ ኣብዚ ክኣኽለናዮ ንሎማዓንቲ እቲ ኣድቫንስ ዝኾነ ከኣ ቀስ ኢልና ክንሪኦ ኢና ማለት እዩ ብብሓደ እንዳረኣናዮም ክንከይድ ኢና ማለት እዩ ንሎማዓንቲ ኣብዚ ይኣኽለና እዛ ቪድዮ ጠቃሚት ኮይና ክትረኽቡዋ ተስፋ ይገብር ጠቃሚ እዩ ሓጋዚ እዩ ንብሎ እንተኾይና ናብ ካልኦት ናብ ብጾትና ሸር እናገበርና ንንሓድሕድና ክንመሃሃር ከኣ ሓደራ ንብል ማለት እዩ ስለዚ ክሳብ ካልኣይ ክፋል ንራኸብ ሰላም ወሰናይ።